ተኾነ ንሓውና ጽቡቕ ነገር ኢና ክነውርየሉ ልግበእና ነይሩ ክነውግዐሉ ልግባእ ነይሩ። ሰላም ሰላም ክብራትን ፍትዋትን ተኸታተልቲ ናይ ማኣዲ ዩቱብ ቻናል ኸመይ ኣለኹም ብኣይ ወገን እግዚኣብሔር ይመስገን ጽቡቕ ኣለኹ ሰላም እግዚኣብሔር ኣምላኽ ምስ ኩላትና ይኹን ሎም ኸኣ ብሓድሽ ትሕዝቶ ተራኺብና ኣለና ናይ ሎም ትሕዝተና ኸኣ ከምቲ ኣርእስትን ዝረእኹምዎ ስራሕ ምዃን ስለ ዝኣበየኒ ኣሕዋተይ ጸሊኦምኒ ብልል ኢና ክንርኢ ማለት እዩ ነባራት ዝጸናሕኹም ነዛ ቪድዮ ብላይክ ጀምርዋ ከምኡ ንባራት ሓደሽቲ ንዝመጻኹም ዌልካም እንዳበልና ኢና ዕርፍ በሉልና ሳብስክራይብ እንዳገበርኩም ቤተሰብ ኩኑ ማለት እዩ ቀጥታ ናብዚ ቪድዮና ክነብል ኢና ምሽ ንእዝንኻሲ ንእሽተን የደንጽበካ ስራሕ ስለ ለኣብየካ እቲ መሰስ ስለ ዝበልካ ኣሕዋትካ ይጸልኡኻ ድዮም ኸ ልልና ንዕልል ማለት እዩ መጀመርያ ቅድሚ ብዚ ዓሚ ማለት እዩ ዓሚ ሰሪሕ እየ ነይረ ቢያንስ ዓመት የገብር ኢለን ይኹት ዩቱብ እዚ ከዓ ያው ወርሒ ብቻ ዝተኾን ቃርያታ ብዛዕባ ስራሕ ለኣበየና ካባየ ተምሃራ ኢለ ቪድዮ ሰሪሐ ነይረ ማለት እዩ በዚ ከቕምጠልኩም እየ ዘይረኹም ጓዓት ክንረአያ ኢኽን ኣሕዋተይ ዓብዪ ጥቕሚ ትወስዳለ ኢኹን ምክንያቱ ካብ ባዕለይ ስለዝኾነ ሸር ልገበርኩሉ ሽዑ እዋን ማለት እዩ ከዚ ከዓ እምበኣይ እንድሕር ለሕዋተይ ጽቡቅ ካብ ኮነ ለሕዋተይ እንድሕር ተስፋ ካብ ሃባ ልምንታይ ካልኣይ ውን ለይሰርሐለን ዋላ ካልኣይሲ ድሕር በተለይ ንዓይሲ በቃ እቲ ጸገም ስለ ልነበርክዎ ስለ ልፈለጥክዋ እታ ጭንቂ ማለት እዩ እታ ጭንቂ ስለ ልፈለጥክዋ ንኣኻትን ሼር ንምግባር ንኣሕዋትና ዝተምሃርኦ ደሞ ንኣኻትም ሼር ንምግባር ኣይስስዕን እየ ማለት እዩ እምበኣር እዚ ሓፍትና ምስ ብዙሕ ተዕልል ኢኻ ብዛዕባ ስራሕ በተለይ ኣብቲ ሐዚ ሰዓት ስራሕ ብዙሕ የለይን እዩ በቃ ጥፍእ እይሉኒ እዮ ስራሕ ረኢ ስራሕ ረኢ ስራሕ ረኢ ልብል በስማኣም ወልድ መንፈስ ቅዱስ ኣዲኦም ትቕፀረን ማለት እዩ በእውነትዋ ብመሰንጀር ልፅሐፍ ማለት እዩ ኣብቲ ሶሻል ሚድያ ስለ ነጥፍ ይመስለኒ እምበር ስራሕ መቼስ ንሕናይን ናይ ድለላ የኾናይ ንሕናና ግን በቃ ምስቲ ሶሻል ሚድያ ንነጥፍ ንሕና ንእሽቶን የግንያዶ ብልብላ እየን ልፅሕፋ ኣሕዋትና ማለት እዩ እና ሓንቲ ሓፍተይ ትፅሕፈለይ እሞ ኣነሲ ብጣዕሚ ተጨኒቐ ስራሕም ኣይኾነለይ እቲ መሰስ እቲ መሰስ እቲ መሰስ ብምባልሲ ዓመቲ ሽዱሽተ ወርሒ ኮይንኒ ትብለኒ ከስ በቃ ኩሉ ነገር የፅለአካ ኩሉ ነገር ከዓ በቃ የፅለአካ ሂወትካ ምንባርካስ የፅለአካ ኣነስ እንታይ ይገብር እኒኤኒ ትብለኒ ማለት እዩ ካብኡ ኣነ ከዓ መቸስ ብኡ ሓሊፈ እየ ኣነ ማለት እዩ ብኡ ሓሊፈ እየ ቢያንስ ለዓመት ልኾን ማለት እዩ ዓመት ሙሉእ ሲ እቱ መሰስ ኣነ ስራሕ በነገራችን ላይ ስራሕ ይኸዲ እንዲየ ስራሕ ይኸዲ እየ ናግኦና ሰለስተ ወርሒ ንቕመጥ ኢና ናግኦና ክልተ ወርሒ ንቕመጥ ኢና ናግኦና ኣርባዕተ ወርሒ ንቕመጥ ኢና ናግኦና ከኣ ካብኡ ብላዕሊ ከከም ኩነታቱ ክኾን ይኽእል እዩ ካብኡ ላዕሊ እውን ክኾን ይኽእል እዩ ማለት እዩ ኣብዚ ሰዓት እዚ ንሕና ኣብ ዝወፃናሉ ኣነ በተለይ ካብ ባዕለይ ክጅምር ከለኹ ሓንቲ ሓፍተይ ምለካፈለትኒ ነይሩ ካብኡ ሸር ክገብረልክን እየ ማለት እዩ ቢያንስ ኣነ ይሰርሕ እየ ወርሒ ይሰርሕ ይወፅእ ወርሒ ይሰርሕ ይወጽእ ክልተ ወርሒ ይሰርሕ ይወጽእ ሀማይ እያ ነይራ ማለት እዩ ድሓር ዓመት ሙሉ በቃ ሰልችውኒ ማለት እዩ ለምሳሌ ሕሰብኦ ማለት እዩ ደቂ ኣንስትዮ በተለይ ኣሕዋተይ ትፈልጦ ማለት እዩ ሓድሽ ገዛ ከይድኽን ሓንቲ ወርሒ ማለት እዩ ሓንቲ ወርሒ ሓድሽ ገዛ ከይድኽን ከመይ ሕውስ ወስ ወስ ውስ ኢልሃም ትፀንሐክን ከነ ዱላባ ከነ መጥበኻ ከነ ግዛዕ ምዛዓ ሕውስ ውስ ኢልኣ ፀንሐክን በዓልትኽን ከም ብሓዱሽ ተርቲብ ጌርክን ኣሪምክን ልእረም ኣሪምክን ኢኽን ኣብቲ ገዛ ትቕመጣ ማለት እዩ ወርሒ ኦኬ ካልኣይ ወርሒ ናብ ካሊእ ገዛ ትቕይራ ኢኽን ካሊእ ገዛም ከምኡ ማለት እዩ ሳልሳይ ወርሒ ከዓ ከምኡ ዓመት ሙሉእ ሕሰቦ ማለት እዩ ዓመት ሙሉእ እሞ ሓዱሽ ገዛ እሞ ሓዱሽ ገዛ እሞ ሓዱሽ ገዛ ክልተ ወርሒ ክልተ ወርሒ ፀኒሕኻ እቲ ሓንቲ ሓንቲ ወርሒ እቲ ሓንቲ ከዓ ክልተ ሰሙን ትኾን እያ ከምኡ እዩ ነይሩ ማለት እዩ ኣትን ትፈልጣን ትፈልጣን ኢኽን ማለት እዩ ኣትን ለይትፈልጣን ኸ ኣብ ኩልኽን ለሎ እዩ ማለት እዩ ኣብ ኩልና ለሎ እዩ ማለት እዩ እዚ ነገራት እዚ ቐረም ካብኡ ዝተረፈም ገንዘብ ካልእ ትወሃቦም ሰዓት ኣሎ ገንዘብ ካተይ ተዋሃብ ካልእ እዚ ተይሓለፍካይ ዝተሓደኻ ኣይድረበካ ማለት እዩ ገንዘብ ካተይ ተዋሃብ ካልእ እትወፀሉ ሰዓትም ኣሎ ማለት እዩ እዚ ነገራት እዚ ኣብ በይንኽን ከም ዘይኮነ እየ ክሕብረክን ደሊ ኣብ በይንኽን ኣይኮነ ግን ንሕና ኣቀባብላና ብኸመይ ኢና ንቕበሎ ብኸመይ ኢና ንቕበሎ እዚ ነገራት እሱሲ ንዓናስ ክስካብ ለጨንቐና ክስካብ ሂወትና ለፅልአልና ክስካብ ካልእ ካልእ ዝገብረናሲ ብኸመይ ኢና ንቕበሎ ንሕና ብርግጥም የጨንቕ እኮ እዩ። ቀዳማይ ነገር ስራሕ ትወፅእ ተለኻ ብዙሕ ድኻም ኣለዎ ከምቲ ለክ ኣለኹ ፈቐዱ ገዛ ትዘር ተለኻ ሲ ተፅሪ ኢኻ ትእጃዛ ሚስልችወካ እቲ መሰስላኡ ክትብል ኩሉ ሽወይ ኩሉ ሽወይ ክትምለሶ ከለኻ ትእጃዛ ባዕሉ የፅልእካ ትእጃዛ ባዕሉ ማለት እዩ ካብኡ ከዓ ሕሰኦ ካሊኤት ኣሕዋትና ከዓ ይመፁና ማለት እዩ ዓዲ ማለት እዩ ይመፁና ሓውል ንበሃል ዋእ ግርም ኮዩ ለካስ ሉዓልኻ ከኣ ሰው ኮይኑ ኣብ ሰበይ ይውደቕ በእውነት ዋ ሰው ኮይኑ ኣብ ሰበይ ይውደቕ መሻርፍ ከኣ ለይብልካ ትኾን ማለት እዩ እዚ ተደራርዩ እዚ ተደራርዩ ኣየጨንቕይ ማለት የኾነ ብጣዕሚ ኢለ ጨንቕ ማለት እዩ ግን እዛ ነገር እዚኣ ከም እትሓልፍ ተስፋ ንገብር ነርና ተስፋ ንገብር ነርና እዛ ነገር እዚኣ ሲ ትሓልፍ እየ ኣነ በፍፅም ተስፋ ኣይቆርፅ ነይረ ማለት እዩ ተስፋ በፍጽም ኣይቆርጽ ሓንቲ መዓልቲ እግዚኣብሔር ኣምላኽ ከም ዝበጽሐኒ ሓንቲ መዓልቲ እግዚኣብሔር ኣምላኽ ናተይ ፀሓይ ትበርቀላ ሰዓትም ከም ዘላ ይኣምን ነይረ ማለት እዩ ብቻ ናታተይ እንታይ ነይሩኒ ብትዕግስቲ ምፅባይ ነይሩኒ ውሽጥኻ እና ተስፋ ኣይቆርፅ ነይረ ኣነ በቃ እግዚኣብሔር ኣምላኽ ከም ዝበፅሐኒ ብቻ ምታ እዚ ሰዓት እዚኣ ከምዚኣ ልብል ኣለኹ ፅባሕ ንግሆ ከም ትሓልፍ እዚ ኢሉ ውሽጠይ የእምኖ ነይረ። እዚ ማለት ግን ውሽጥኻ ይስምዐካይ ውሽጥኻ ኣይድብረካይ ማለት የኾነይ ማለት እዩ ግን ትቋቆሞ ኢኻ ውሽጣዊ ሰላምካ ከም ለይዘርግ ኢኻ ትገብሮ ውሽጣዊ ሰላምካ ሲ ምሽ ውሽጣዊ ሰላምካ ርብሽ ተልካስ ትጭነቕ ካሊእ ካሊእ ምትገብር ኢኻ እቲ ምንባርካ ምፅላእ ለፅለእካም በዚ ዝተልዓለ ይመስለኒ ማለት እዩ ስለዚ ኣሕዋተይ ኣይትጨነቃ ብከመይ ኢና ንቅበሎ ንዚ ነገራት እዚ ሲ ከመይ ኢና ንቅበሎ እሺ ስራሕ ሲኢንክን እኒክን ዶ ፅባሕ ስራሕ ከም ትረክባ ሲ እመና ማለት እዩ ፅራሕ ለምሳሌ ፀልማት ግብ ልብል ማለት እዩ ናጋ ብርሃን ከም ዘሎ ናጋ ከም ልወግሕ ለርኢ እዩ ማለት እዩ ትፀልማት ትፀልማት ንሕና ከዓ ትኸዚ ለለናዮ ፀልማት ለሎ ማለት እዩ ፀልማት ጭንቂ ካሊእ ካሊእ ስራሕ ምስኣን ጭንቂ ዘለናዮ ናያና ከዓ ልወግሕ እኒኦ ልጋላህስ እኒኦ እዩ ናጋስ ብርሃን ልኾነሉስ እኒኦ ማለት እዩ ናይ ህይወት ጉዳይ በቃ ከምኡ እዩ ሓዘን እኒኦ ደስታ ከዓ እኒኦ ምስኣን ኣሎ ምርካብ ኣሎ ስራሕ ለይትረኽበሉ ሰዓት ኣሎ ለይትረኽበሉ ሰዓት ኣሎ ምሕጓስ ኣሎ ምሕዛን ኣሎ ምድካም ኣሎ ዕረፍቲ ከዓ እትረኽበሉ ግዜ ኣሎ ስለዚ ከምኡ እዩ ማለት እዩ ስደት ተሰዲትና እኒና ስደት ኣይኮና ይንተርፍ ከምዚ ዓይነት ስለለሎ ናይ ህይወት ጉዳይ ከዓ ዝተፈጥሮኣዊ ነገርሲ ክትቅበሎ ኢኻ ትኽእል እምበይ ስለምንታይ ከምዚ ኮይኑ ኢልካ ኣይትቃወምን ኢኻ ናይ ተፈጥሮ ጉዳይ እዚ ማለት እዩ የግዳስ ንስኻ ትስማዕምዖ እንዶም ሓንቲ ትምህርቲ ዝሰማዕክዋ ነይራሲ ሓደ ክርስትያንሲ ይብል ሓደ ክርስትያን እቲ ዘለዎ ኩነታት እግዚኣብሔር ኣምላኽ ክልውጠሉ ለይኮነ ልፅበሲ ነቲ ኩነታት ክስማዕምዖ እዩ እግዚኣብሔር ኣምላኽ ልፅሊ ወይ ወልካዓ ነቲ ኩነታት ንክስማዕምዖ እዩ እግዚኣብሔር ኣምላኽ ንኸስተኻኸልሉ ወይ ከዓ እቲ ኩነታት ተጠቒሙ ንክርስቶስ የምልኾ ወይ ከዓ ንክርስቶስ መንገዲ ናይ ክርስትና ማለት ይጓዓዝ ይብሉ ነይሮም እና ብርግጥ ከዓ ጠቒማትኒ ማለት እዩ ዝኾነ ነገር ክገጥመን ከለስ ዋይ እግዚኣብሔር ኣምላኽ ቀይረለይ እግዚኣብሔር ኣምላኽ ከምዚ ኣግበረለይ ካብ ልብል እዚ ኩነታት እሱ ተቐቢላ ኣብቱ ኩነታት እሱ ዝጠቕመኒ ጠቕመኒ ትገብር ማለት እዩ ስለዚ ንሕና ከኣ ስራሕ ኣብ ምስኣና ናጋን ወግሕና ምኳንና ናስተውዐልና ክንኸድ እኒኤና ማለት እዩ። ወግሒ ናጋ ግን ንሕና ጌጋና ኣይንኣርም ማለት ኣይኮነን እዩ። ጌጋ ክህልወና ይኽእል እዩ። ብምንታይ ተልዒሎም እዮም ከምዚ ዝብሉና ኣሎ ሕዋት ይጸሊኦም እንዶ ኮንቲ ትብላ ቀዳማይ ነገር በቃ መሻርፍ ስለ ደለይ ክትብል ከለኻ ኣብ ገጽ ሰብ ክትርኢ ከለኻ ብጣዕሚ ብስማ ኣም ሰብ ኮይኑ ገጽ ሰብ ኣይርኣ ገጽ ሰበይ ይርአ ከምኡ ክትብል ተለኻ ጸልእኻ ይኽእል እዮም ካብኻ እንታይ ኢላትኒ እዚ ወረ እዚሲ ንዓዲ ከይዱሲ ኣነ ከም ዘይሰርሕ ስራሕ ኩሉ ግዜ እቲ መሰስ ከም ልብል ከምኡ ሃም ልብል ምናምን ልዓዲ ስለ ዝበፅሖም ብዓዲ ከዓ ከምዚ ይብሉኒ ትብል ነይራ ማለት እዩ እና ልውርላስ ኣናስ ልዓዲ ከይድናስ ኣይሰርሕ እኮ ክንብልሲ ከመይ ከመይ ኢና ንሕና ነመነይ እኮ እየ ተኾነ ንሓውና ጽቡቕ ነገር ኢና ክነውርየሉ ልግበእና ነይሩ ክነውግዕሉ ልግባእ ነይሩ ወግዕ ስኢንና ግን ልዓዲ ከይድናስ ኣይሰርሕ እኳ ስኢላ ዳ ኮንቲ ከፍ ኢላ ትውዕል ከመይ እዩ ጉድና ንሕና ተኾነ ተኾነ ስራሕ እንድሕር ወፂኣ ኮይና ደ ኣጋጣሚ ትሰርሕላ እያ ምበልና ነይርና ማለት እዩ ከምዚ እንብል ሰባት በእውነት ፕሊስ በቃ ተገደደ ተገደደ ኣፍና ንሓዝ ማለት እዩ ኣፍና ሲ ልሰስ ኣፉ ተሒዝካሉ ሲ ዳርጋ ልሓገዝካዩ በእውነትዋ ብለምፀና ኣፍና እንከፍት ብለምፀና ኣፍና እንኸፍት በእውነት ነውሪ እኮ እዩ ቃል ንሓውካ ዓብዪ ተስፋ ይህቦ እዩ ቃል ንዓብዪ ሓውካ ንሓውካ ከዓ ዓብዪ ስብራት ይሰውሮ እዩ እነውፀን ቃላት ንጠንቀቐለን ማለት እንታይ ኢና ንትሓውና ኣብ ምንታይ መንፈስ ከም ዘሎ ንሕና እንታይ ንፈልጥ ስራሕ ስኢኑ እኒኦዎ ዶ ባዕሉ ውሽጡ ኣይናገር እምበይ ልሓሶ ውሽጡ ኣሎ ንሕና ከዓ ቃል ክነውፅአሉ ከለና ንትሓውና ሱ እንታይ ይስምዖ ስለ ናይ ሓውና ከዓ ናይ ኣሕዋትና ከዓ ንጨነቕ ማለት እዩ ካሊእ እኳ ይንሓግዛ መልሓስና ንኣርም ማለት እዩ የእውነትዋ መልሓስና ንኣርም ኣነ ኣምትለኩም ኣለኹ ከምኡ ይብላን ስለለና ግን ምንም እዝንም ስለለይወል ኖርኩ ደሓን እዩ እግዚኣብሔር ይመስገን። ግን ከምዚ ኢልና ኣፍና ንኸፍት ነገር እንታይ ድዩ እቲ ሰብ ብምንታይ ኢሉ መፀካ ብደካማ ጎንኻ ኢሉ መፀካ ወይ ከዓ ብታ ንእሽቶን ብርትዕ ልበልካላ ነገር ርዩ ብኣይ እዩ ልመጸካ ማለት እዩ ብኣ ክመጸካ ከሎ ከኣ ንስኻ ከም ለይኮንካ ትፈልጦ ኢኻ ግን ተኾይና ድሞ ንሕና ንኣርሞ ማለት እዩ ምስ ኣዕራብ ርክብ ምስ ኣዕራብ ዘለና ርክብ ከመይ እዩ ቅድሚ እዚ ምሃም ትልወልኩም ኣብቱ ዝሓለፈ ዝነበረት ቪድዮ ገሊፀያ ነይራ ንዕራብ እሺ እንብለን ድና ወይ ከዓስ ናይ ባዕልና ሓሳባት እነቐድም ድና ንምሳሌ ንሕና ከም ሰራሕተኛታት መጠን እንተወይና ሓደ ግዛዕላ ሰራሕኻሲ ንዕ መጺኣ ካሊኣ ኣብ እግራ ለሎ ሻህነ ሳብ ትብለካ ማለት እዩ። እዚኣ እንድሕር ሴርና ኣቲናያ ኮይና እንድሕር እግዚኣብሔር ኣምላኽ ዝገበረልና እዩ ብዙሕ እዩ ማለት እዩ። ንኹለናን ብዙሕ ገይርልና እዩ ማለት እዩ። ግን ኣነ ተኻብለ ይርስዖ ነገራት እቲ ህይወት ስለ ዝረእኽዋታ ስራሕ ምስኣን ማለት እዩ እታ ስራሕ ምስኣነይ ከዓ ናብዛ ገዛ እዚኣ ኣትየያ እኒኹ እየ ማለት እዩ። ኣብቲ ኸዚ ቪድዮ ዝሰርሐልኩም ኣለኹ ላኡ እየ ኣትየ ድሕሪቲ ብዙሕ ካሊእ ካሊእ ማለት እዩ ኣብኡ ግን ኣብቲ ውሽጢ እሱ ግን እንታይ ኮንኪ ኢኺ ዶ ስራሕ ኣውይክኒኦ እንታይ ኮንኩ ኢዶ ከምዚ ትኾን ለኺ ጸሎት ኮ ኢኽን ኣብዛሕኺ ከምዚ ኮ ኢኽን ኣልኽየን ምናምን ልል ማለት እዩ በስመ ኣብ ወወልድ ወመንፈስ ቅዱስ ኣየርእዩ ግን ኣነ ምንም ኣይመስለን እዩ ነይሩ ማለት ምንም ማለት ሲ ኣነ ካብቲ ህይወት የደለኽዎ ብላዕሊ ሲ ማዕረ ክንደይ ስርሐ የፅፊፈ ዝሰርሐ ዘለኹ ሲ ባዕለ ልፈልጦ ማለት ባዕለ ንሓደ እግዚኣብሔር እዩ ዝፈልጦ ሰብ ኣፉ ልካፍት ግን ናይ ዝያዳ ዓብዪ ፈተና ይኾነኒ ነይሩ ማለት እዩ ግን ኣንተ ታውቃለህ እግዚኣብሔር ሆይ እየ ልብሎ ነይረ ማለት እዩ ተስፋ ይቆርፅ ነይረ ኢሉ ኢሉ ከዓ ሓንቲ መዓልቲ እግዚኣብሔር ኣምላኽ በፂሕኒ ማለት እዩ ኢሉ ኢሉ ከዓ ሓንቲ መዓልቲ በእውነትዋ ናይ እግዚኣብሔር ኣምላኽ እቲ ነገር እሱ ክስካብ ተዓጊስካ ታንሽተን ነገር እንድሕር ሕልፍ ኣቢልካያ ተዓጊስካ ዝኾነት ነገር ማለት እዩ እግዚኣብሔር ኣምላኽ ልህበካ ፍፁምና በቃ ሓዊ ስለለዎ እዩ ማለት እዩ ፍፁም ከዓ ክብለክን እሽዑ እዋ እንታይ ይብል ነይረ ዘን ክልተ ዓመት ሓደ ዓመት ኣብ ሓደ ገዛ ዝሰርሓ ብእውነታዊ መንፈሳዊ ቅን ይቐንዕ ነይረ ማለት እዩ ማዚ ኣነ ከምኣተን ንኾነለይ ይብለ ነይረ ንእግዚኣብሔር ኣምላኽ ማለት እዩ ኢሉ ከዓ ታል ተመንኽዋ ረኺበያ ማለት እዩ እዚ ከዓ እግዚኣብሔር ኣምላኽ ክብሪ ምስጋና ይብፅሓዮ ብሰብ ብልኾነት ይኹን ናታትካ እንድሕር ግደ በፂሓ ኮይና ብልኾነ ይኹን እግዚኣብሔር ኣምላኽ ይለኸልካ ይሰብ ማለት እዩ ክገርመኩም እዛ መፅእያን እዛን ይኹዋ ስራሕ ንክልተ ወርሒ ኢላ እያ ኣምጺኣትኒ እታ ሰበይቲ ግን ሐዚ ከዓ እግዚኣብሔር ይመስገን ዓመቲ ሽዱሽተ ወርሒ ገይረ ማለት እዩ እና ከምቲ ናታተይ ይግበረልክን ኣሕዋተይ ስራሕ ልስኣንክን ኣጆኸን ኣይትጨናነቓ ከምቲ ናታተይ ዕድል ክትረኽባ ኢኸን ማለት እዩ ብቻ ተስፋ ለይምቑራፅ ኢና ናታትና ተስፋ ለይምቑራፅና እግዚኣብሔር ኣምላክ ክበፅሐና ምዃኑ ውሽጥና ክነእሙነኒ ኢና በዚ ነገራት እዚ ከም ለይንሓልፍ ክነእሙነኒ ኢና ውሽጥና ማለት እዩ ብጣዕሚ ማለት እዛ ሓፍትና እንታይ ድያ ትብላ ኣሕዋተይሲ ጸሊኦምኒ ስራሕ ብምስኣንካ እቶም መሰስ ስለልኾንካ ዋይ እዚኣማ የብለ እኳ ስልችውቲ እዚኣማ ከምዚ ደኣ ኮንቲ መናው ደኣ ኮንቲ እዚኣማ ሕልክስቲ ደኣ ኮንቲ ይትሰርሒ ምናምን ልብል ውሽጥኻ ይርድእልካ ሰብ ንሕና ንውሽጥና በዓልትና ኢና ክንርድእ ኣለና ካብ ሰብ ከምዚ ዓይነት ከይንፅበ ማለት እዩ ከይንፅበ ግን ንሕና ጌጋናም ኣይንኣርም ማለት ኣይኮነን እዩ ጌጋ ክህልወና ይኽእል እዩ ብምንታይ ተልዒሎም እዮም ከምዚ ዝብሉና ኣሎ ሕዋተይ ጸሊኦም እንዶ ኮንቲ ትብላ ቀዳማይ ነገር በቃ መሻርፍ ስለደለይ ክትብል ከለኻ ኣብ ገጽ ሰብ ክትርኢ ከለኻ ብጣዕሚ ብስማ ኣም ሰብ ኮይኑ ገጽ ሰብ ኣይርኣ ገጽ ሰበይ ይርአ ከምኡ ክትብል ተለካ ክጸልኡካ ይኽእሉ እዮም ካብኡ ካታ ኢላትኒ እዚ ወረዚ ሲ ንዓዲ ከይዱ ሲ ኣነ ከም ዘይሰርሕ ስራሕ ኩሉ ግዜ እቲ መሰስ ከም ልብል ከምኡ ከም ልብል ምናምን ንዓዲ ስለ ዝበጽሖም ብዓዲ ከዓ ከምዚ ይብሉኒ ትብል ነይራ ማለት እዩ እና ልውርላስ ኣናስ ልዓዲ ከይድናስ ኣይትሰርሒ እኮ ክንብልሲ ከመይ ከመይ ኢና ንሕና ነመነይ እኮ እየ ተኾነ ንሓውና ጽቡቕ ነገር ኢና ክነውርየሉ ልግበእና ነይሩ ክነውግዕሉ ልግባእ ነይሩ ወግዕ ስኢንና ግን ልዓዲ ከይድናስ ኣይትሰርሒ እኳ ስኢላ ዳ ኮንቲ ከፍ ኢላ ትውዕል ከመይ እዩ ጉድና ንሕና ተኾነ ተኾነ ስራሕ እንድሕር ወፂኣ ኮይና ደ ኣጋጣሚ ትሰርሕላ እያ ምበልና ነይርና ማለት እዩ ከምዚ እንብል ሰባት በእውነት ፕሊስ በቃ ተገደደ ተገደደ ኣፍና ንሓዝ ማለት እዩ። ኣፍናሲ ልሰስ ኣፉ ተሒዝካሉሲ ዳርጋ ልሓገዝካዩ በእውነቱ ብለምፀና ኣፍና እንከፍት ብለምፀና ኣፍና እንኸፍት በእውነት ነውሪ እኮ እዩ። ቃል ንሓውካ ዓብዪ ተስፋ ይህቦ እዩ። ቃል ንዓብዪ ሓውካ ንሓውካ ከዓ ዓብዪ ስብራት ይሰውሮ እዩ። እነውፀን ቃላት ንጠንቀቐለን ማለት እንታይ ኢና ንትሓውና ኣብ ምንታይ መንፈስ ከም ዘሎ ንሕና እንታይ ንፈልጥ ስራሕ ስኢኑ እኒኦዎ ዶ ባዕሉ ውሽጡ ኣይናገር እምበይ ልሓሶ ውሽጡ ኣሎ ንሕና ከዓ ቃል ክነውፀሉ ከለና ንትሓውና እሱ እንታይ ይስምዖ ስለ ናይ ሓውና ከዓ ናይ ኣሕዋትና ከዓ ንጨነቕ ማለት እዩ ካልእ እኳ ይንሓግዛ መልሓስና ንኣርም ማለት እዩ የእውነትዋ መልሓስና ንኣርም ኣነ ኣምቱ ኣለኩም ኣለኹ ከምኡ ይብላን ስለለና ግን ምንም እዝንም ስለለይወል ኖርኩ ደሓን እዩ እግዚኣብሔር ይመስገን። ግን ከምዚ ኢልና ኣፍና ንኸፍት ነገር እንታይ ድዩ እቲ ሰብ ብምንታይ ኢሉ መፀካ ብደካማ ጎንኻ ኢሉ መፀካ ወይ ከዓ ብታ ንእሽቶን ብርትዕ ልበልካላ ነገር ርዩ ብኣይ እዩ ልመጸካ ማለት እዩ ብኣ ክመጸካ ከሎ ከኣ ንስኻ ከም ለይኮንካ ትፈልጦ ኢኻ ግን ተኾይና ድሞ ንሕና ንኣርሞ ማለት እዩ ምስ ኣዕራብ ርክብ ምስ ኣዕራብ ዘለና ርክብ ከመይ እዩ ቅድሚ እዚ ምሃም ትልወልኩም ኣብቱ ዝሓለፈ ዝነበረት ቪድዮ ገሊፀያ ነይረ ንዕራብ እሺ እንብለን ድና ወይ ከዓስ ናይ ባዕልና ሓሳባት እነቐድም ድና ምሳሌ ንሕና ከም ሰራሕተኛታት መጠን እንተወይና ሓደ ግዛዕላ ሰራሕኻሲ ንዕ መጺኣ ካሊኣ ኣብ እግራ ለሎ ሻህነ ሳብ ትብለካ ማለት እዩ እዚኣ እንድሕር ሴርና ኣቲናያ ኮይና እንድሕር እዚኣ ሴርና ንዘን ኣዕራብ እሺ ኢልና ተኸድናየን ንሕና ኣብዚ ስራሕና እሱ ቅዋም ለይምዃነሉ ወይ ከዓ ምስ ኣዕራብ ብሓደ ጥራይና ተስማዕምዑ ለይከደሉ መንገዲ የለይ ማለት እዩ። ትሕትና ንማንም ሰብ ለይስዕሮ ነገር የለይ። ፍቕሪ ንማንም ሰብ ለይስዕሮ ነገር የለይ ማለት እዩ። ስለዚ ተኣዛዝነት ንሕና ንሕና ደለናዮ ዘይኮነ ንሳቶም ደለይኦ እንድሕር ጌርና ኮይና ኣብ ስራሕና ዳሕና ኢና ንኾን ማለት ለምሳሌ ካሊእ እንድሕር ላሰራሕና ነርና ካሊእ ሃብ ትብለና ተኾይና ችግር የብሉ እቲ ናዕልና ንሕደግሞ ላብኣ ንኺዳ ናተይ ችግር እዚኣ ነይራ ማለት እዩ ናተይ ችግር ላሰራሕኹ ላሃለች ተኣ ላሰራሕኹ ላሃለኹ ንዕ ትብለኒ ኣላ ሃምዚ እየ ድብላ ነይረ ካብኡ ልወልኩኹስ ኣይትሰምዒ ትብለኒ ማለት እዩ በይዘ ብቻ ሓንቲ ክልተ ይኮነ ዳርጋ ኩሉ ዳርጋ ከምኡ ዓይነት ነይርን ለክ ድሓር ናይ ባዕለይ ሽግር ምዃኖም ሓደ ሓደ ተረድየ ማለት እዩ ኣሃ እዚኣ ለባ ከስተኻኽላ እኒአኒ ኢለ ኣስተኻኺለያ ማለት እዩ ናይ ባዕልና ሽግር ምስ ኣዕራብ ዘለና ርክብኸ ከመይ እዩ ቀልጢፍና እትው መሰስ እትው መሰስ ንብለና ምስ ኣዕራብ ለለና ርክብ ከመይ እዩ ስራሕና ከመይ እዩ ስራሕና ለምሳሌ ከዓ ዕስራ ኣርባዕተ ጀዋል ናፅረና ከንድ እንትንገብርስ ጀዋል ንርኢ ተኮይና ለይንወፀሉ ምክንያት ክታይኒአና ስኢድና እሱ ስለትሕዘና ኣለዎ ማለት እዩ በተለይ ኣብ ዓለማዊ ንእሽተን እቲ መንፈሳዊ ትምህርቲ ደየለና ድራማታት ኣለዉ ማለት እዩ። ድራማ ዳተ ድዩ ዋላ ፕራንክ ድዩ ሓደ ግዜ ኣለዉ ደው ከብሉና ዝኽእሉ ማለት እዩ። ጠጠው ኣቢሎም ንኸርእዩና ዝኽእሉ ስራሕና ንኸይንሰርሕ ዝዕንቅፉና ማለት እዩ። እዚኦም ከዓ ንኣርሞም ማለት እዩ። ቢያንስ ቢያንስ ሰማዕ ተሊና ጀዋል ነቕሚጥና ክየ ማለት እዩ። ንሕና ሰማዕና ስራሕና ተንሰርሕ ስራሕና ሲ ክብሪ ተንህቦ ምክንያቱ ንሕና ቀዋሚ ስራሕ ክኾነልና ተደሊና ማለት እዩ። ክልተ ወርሒ ሰለስተ ወርሒ ማሰልችውና እቶም ሰባት

እብለክን ግን ኣይትጨነቃ ማለት እዩ ኣይጨነቃ ጭንቂ እቲ ዝዓበየ ክፍኣት እዩ ማለት በቃ ሕማቅ እዩ ጭንቀት ላብ ለይኮነ ነገር ቢዚ እዩ ልገብረካ ማለት ሓንቲ ሓፍተ ዝበለትኒ ዝሓለፈቶ ዝነበረት ዘካፈለትኒ ከካፍለክን እየ ኸዚ ማለት እዩ ምክንያቱ ኣብቲ ስራሓ ከዚ ፅቡቅ ከም ዝነበረለ ዳርጋ ተመሳሳሊ ምስ ናይ ይኳት ለይኮነ ናይ ዝበኣሰ እንዶም ማለት እዩ እና ልክንደይ ናይ ፅቡቅ ከም ዝቀየረላ እግዚኣብሔር ኣምላክ ከካፍለክን እየ ማለት እዩ እናት ሓፍትና ሃመ እያ ቢያንስ ስራሕ ለይትኸድም ክልተ ወርሒ ዝኾንም ከፊላ ማለት እዩ ካብኡ ከዓ ክልተ ዓመት ሙሉእ ከዓ ከምቲ ናየ ክልተ ዓመት ሙሉእ ሕሰባ ማለት እዩ ክልተ ዓመት ሙሉእስ ብኸርተት ማለት እዩ ካብኡ ኣብቲ ውሽጡ መቼስ ክንደይ ከርተት ከም ዘለዎ ትፈልጦ ኣለኽን ማለት እዩ ካብኡ ለለ መንጉ ተትሒዛ ማለት እዩ ካብኡ ምስ ተትሓዝስ ለለ ከፊላ ወፅያ ማለት እዩ ኣብ ርእሲ ለይብላ ኣብ ርእሲ እቲ ምውፃኣ ኣብ ርእሲ ስለለ ምትሓዝ ማለት እዩ ስራሕ ኣዊ ንላል ካብ ዙሪያ ተጨነቕካስ ለለ ብዙ ከዓ ምትሓዝ ንሕና ብልዮም ማረርና ኣሎ ቁፅሪ ኩሎም በቃ እቶም ሽግራት ከዓ ይደራረቡና ማለት እዩ ስለዚ ንሕና እዛ ሓፍትና ድሓር እዚኣ ምስ ከፊላ ምስ ወፀት ለለ ናብ ካሊእ ስራሕ ዳቆልዓለለ ትኸድ ማለት እዩ። ዳቆልዓለለዎ ትሰርሕ ማለት እዩ። ካብኡ ልእቲ ቆልዓ ኣብኡ ትሰርሖ ሲ ቆልዓ ትሕዝ ስለ ዝነበረት ያው እቲ ቆልዓ ጠፊኡ ይመስለኒ ማለት እዩ እና ካብኡ ምስ ጠፍአ ሓደ ጎረቤት ትግነ ብኡ ምክንያት ከዓ ለለ ስራሓ ትወፅ እሞ ለለ ካሊእ ስራሕ ንክትኸድ ቆልዓ ተሓዚት ንክትኸድ ማለት እዩ ኪድ ትበሃል እሞ ተዓቢ ማለት ምክንያቱ ቆልዓስ ብዙሕ ሽግር ይለሎ ሪኣቲ ስለለላ ሓደ ግዜ ማለት እዩ ካብኡ በቃ የመና ናይ ጭንቂ ስለ ዝኾነት ስራሕ ኸይዳቶ ማለት እዩ እስከደቶ ግን ብእውነት ንሰናይ እዩ ኮይነላ ማለት እዩ ቢያንስ ኣብቲ ገዛሱ ልዕሊ ሓሙሽተ ዓመት ከዚ ተቐሚጣኒያ ማለት እዩ ልዕሊ ሓሙሽተ ዓመት ተቐሚጣኒያ እዚ ገዛ እግዚኣብሄር ክበፅሐካ ከሎ ከምዚ እዩ ማለት እዩ ሓጎስ ዘለዎ ከዓ እዩ ሙሉእ ከዓ እዩ ማለት እዩ ናይ እግዚኣብሄር ነገር በቃ ታንሽተን ነገር ተዓጊዝካ ተሕልፋ ነገር እዛ ሓፍትና እዚኣስ በቃ እንዶ ብክል በቃ ብክልተ ዓመትስ ብኮፎ ይኸይዱ ኢላ ኣብ ጭንቂ ኣብ ካሊእ ካሊእ ዝነበረት ልዕሊ ሓሙሽተ ዓመት ሽዱሽተ ዓመት ገይራ ኣብዚ ገዛ ግን ትሰርሕላ ሓንቲ ገዛ ማለት እዩ እና ከምዚ ማለ እዩ ኣነ ከዓ ምስክር እየ ባዕለይ ማለት እዩ ብቻ ንሳ ተዓጊስና ንሕልፋ ብቻ እግዚኣብሔር ኣምላክ ክበፅሐና ምኳኑ ንእመን ማለት እዩ ልብና ንእሙን ነው ንሕና ከዓ ፍፁም ለለዎ ሰሪሕና እንልወጠሉ ገዛ ብሩዃን ዝኾኑ ሰባት ይልህበና ማለት እዩ ድሓር እንዳ ንሕና ከዓ ብቐሊሉ ስለ ዘይረኸብናዮ እዚ ስራሕ እሱ ንስራሕና ለለና ክብሪ ክነግረኩም ኣይክእል እዩ ማለት እዩ ምክንያቱ ብቐሊሉ ኣይኮነ ረኺብናዮ ንሕና እሱ ብደንብ ኣኽቢርና ኢና ንሕዞ ስራሕና ምክንያቱ ስራሕ እቱ መሰሲልና ብኸመይ ከም ንረኸብናያ እሳ ከዓ ንእግዚኣብሔር ኣምላኽና ምስጋና እንዳሃብና ኢና ንሰርሓ እንድሕር ብከምዚ ከርተት ረኺብናያ ኮይንና እታ ስራሕ ማለት እዩ ስለዚ ንፅቡቕ እዩ ኩሉ ነገር ንፅቡቕ እዩ ኢልና ነእምኖ ውሽጥና እና ኣሕዋተ ኣይንጨናነቕ ኣይንጨናነቕ ርእስና ቢዘይ ንግበሮ እግዚኣብሔር ኣምላኽ ሓደ መዓልቲ ክበፅሐና እዩ መድሃኒኣለም የሱስ ክርስቶስ ከኣ ብሩኽ ስራሕ ይፍጠረልክን ኣሕዋተይ ጭንቀት ንዘለኽን ካብ ጭንቀት የውፅእክን ማለት እዩ እዞም ሒዘልኩም ዝመፅእኹ እዚኣ ትመስል ነይሩ ንሕዋትክን ተስፋ ትኸውን እያ እንተልክንኣ ንሕዋትክን ሸር ግብር ኣለን ማለት እዩ ብካልእ ትሕዝቶ ክስካብ እንራኸብን ሰላም እግዚኣብሔር ኣምላኽ ምስ ኩላትና ይኹን ሰሰና ይሕዋተይ